በ ተሰክል ኣነ በ ይበሃል ደቀይ ከዓ ቡ ቢ ባ ቤ ብ ቦ ይበሃሉ ክደግመልኩም እየ ደቀይ ቡ ቢ ባ ቤ ብ ቦ ይበሃሉ። ስለዚ ብዝሒ ስድራ ቤትና ሸውዓተ እዩ። ንሕና ሸውዓተ ኢና። እሺ የቐኔልና ፊደል በ ሕጂ ናይ ሸውዓቴኹም ኣስማት ክንመሃሮ እንዲና እንተተጋጊና ኣርምና ኢኽባ ራይ ደስ እንዳበለኒ በ
ቡ ቢ ባ

ሕራይ ካብዚ ቀጺልና ኸኣ ኣጸሓሕፋ ናይ እንዳቤ ክንምሃር ኢና። ኣቐዲምና ግን የማን፣ ጸጋም፣ ትኹል ሕንጻጽ፣ ጋደም ሕንጻጽ ከምኡ ኸኣ ቀይናን ሕንጻጽ ክንምሃር ኢና። የማንን ጸጋምን እንታይ ማለት እዩ? የማንን ጸጋምን ማለት ክልተ ጎኑ ወይ ጫፋቱ ናይ ሓደ ነገር ማለት እዩ። ንኣብነት ንሰመረ ክልተ ኣእዳው ኣለዎ፣ እዚኣ የማነይቲ እዚኣ ኸኣ ጸጋመይቲ። እታ መግቢ ንበልዓላ ኢድና የማነይቲ ትበሃል፣ እታ ሓንቲ ኸኣ ጸጋመይቲ። ስለዚ ናይ ፊደላት የማነይቲ ጎኒ እንተ ኢለኩም እቲ ናብ የማነይቲ ኢድኩም ዘብል ወገን ማለት እየ ጸጋማይ እንተ ኢለኩም ከዓ ናብ ጸጋመይቲ ኢድኩም ዘብል ስለዚ እተን ፊደላት ናብቲ ንሕና ንጥምቶ ዘለና ሸነኽ ይጥምታ ከም ዘለዋ ገርና ንቆረፆ ኢና ሕጂ ናይ በ የማና እግሩ ኣየና እዩ ቁፅሪ ሓደ ወይስ ቁፅሪ ክልተ ቁፅሪ ክልተ ብጣዕሚ ፅቡቕ ጸጋማይ እግሩ ከዓ እዚ ትኹል ሕንጻጽ ማለት ከ እንታይ ማለት እዩ? ትኹል ሕንጻጽ ካብ ላዕሊ ናብ ታሕቲ ወይ ካብ ታሕቲ ናብ ላዕሊ ዝተሓንጸጸ ሕንጻጽ እዩ። ንኣብነት ኣእጋር ናይዛ ጠረጴዛ እንታይ እዩ? ትኹል እዩ። ጋድም ሕንጻጽ ማለት ከ እንታይ ማለት እዩ? ጋድም ሕንጻጽ ማለት ካብ የማን ናብ ጸጋም ወይ ካብ ጸጋም ናብ የማን ዝተሓንጸጸ ሕንጻጽ እዩ። ንኣብነት እዚ ንብረት ነቐምጠሉ ክፋል ናይዛ ጠረጴዛ ንጋድም እዩ። ቀይናን ሕንጻጽ ከኣ ንኣብነት ካብ ላዕሊ ናብ ታሕቲ ኮይኑ ግን ከኣ ትኽ ዝበለ ዘይኮነ ማለት እዩ። ንኣብነት ኣእጋር ናይዛ ጠረጴዛ ቀይናን ሕንጻጽ እዩ። ካብ ላዕሊ ናብ ታሕቲ ኩሎስ ግን ትኽ ዝበለ ዘይኮነ እንታይ እዩ ቀይናን እዩ ሕጂ ናብ ኣጸሓሕፋ ናይቶም ፊደላት ንመለስ ፊደል በ ብክልተ እግሩ መሬት ዝረገጸ ብላዕሉ ከዓ ዕፁው እዩ ንኣብነት እዛ ኮፍ መበሊ እዚኣ ኣርባዕተ ናይ በ ቅርፂ ኣለዋ ሓደ ክልተ ሰለስተ ኣርባዕተ ኣብ ገዛኹም ክንደይ ኮፍ መበሊ ፊደል በ ኣለወን? እዛ ቪድዮ እሞ ጠጠው ኣብልዋ ፈቒድኩመን ምፁ። እወ ሕጂ ጠጠው ኣብልዋ። ቆፂርኩመን ዶ መፂኹም? ብጣዕሚ ፅቡቕ። ሕጂ በ ከመይ ከም ትፀሓፍ ፈሊጥናያ ኣለና። ደቃ ከመይ ከም ዝፀሓፉ ከዓ የማንን ፀጋምን ጋድም ሕንጻጽን እንዳተጠቀምና ክንመሃሮም ኢና። ንጀምር። በ ቡ ቢ ባ ቤ ብ ቦ ሕራይ በ ከመይ ከም ትጽሓፍ ፈሊጥናዮ ኣለና ሓቀይ እሺ ንቡ ንክንጽሕፍ ከዓ ምክንያቱ ንበ ተኸቲላ ትመጽእ ፊደል መን እያ ቡ እያ እሺ ንቡ ንክንጽሕፍ ብየማናይ ጎና ኣብ ማእኸል እንታይ ንውስኸላ ጋደም ሕንጻጽ ንገብረላ ብየማናይ ጎና ኣብ ማእኸል ጋደም ሕንጻጽ እንታይ ትኸውን ሽዑ በዝነበረት ቡ ትኸውን እሺ ንቢ ንክንጽሕፍ ከዓ ንቐደም በደ ንጽሕፍ ብድሕሪኡ ሽዑ ኣብ የማናይ ጎና ኣብ ታሕቲ ኣብ ታሕቲ ኣብ መወዳእታ እግራ ኣብታ የማነይቲ እግራ ማለት እዩ ናብ ደገ ወገን እንታይ ንፅሕፍ ጋደም ሕንፃፅ ንውስኸላ በዝነበረት እንታይ ትኸውን ሽዑ ቢ ትኸውን ባ ንክንፅሕፍ ከዓ በ ብክልተ እግራ መሬት ረጊፃ ኣላ ሓቀይ እወ ባ ግን እታ ፀጋመይቲ እግራ ካብ ፍርቂ እንታያ ቆራፅያ ስለዚ ንበን ንባን ዝፈልየን በክልተ እግራ ሙሉኡ መሬት ረጊጻ ኣላ ባግን ሓንቲ እግራ ጸጋመይቲ እግራ ካብ ፍርቂ እንታያ ቆራጽ እያ ካልእ ግን ከም ደለዎ ንበት መስል ማለት እዩ ቤ ክንጽሕፍ ከዓ በደ ንጽሕፍ ብድሕሪኡ ሽዑ ብየማናይ ጎኒ ብደገ እንታይ ንውስኸላ ዓንኬል ንውስኸላ ዓንኬል ማለት ክቢ ብየማናይ እግራ ኣብ ታሕቲ ንደገ ወገን ኣላግብ ኣቢልና ሓንቲ ከባብ ነገር ዓንኬል ንውስኸላ ብድሕሪኡ እንታይ ትኸውን በዝነበረት ቤ ትኸውን ንቤ ተኸቲሉ ዝመፅ እንታይ እዩ ብ ብ ንክንፅሕፍ ከዓ ልክዕ ምስ ቡ ተመሳሳላይ እንዲዩ ግን ቡ ቤን ወሲኽና ልነርና ጋድም ሕንፃፅ ብየማን እዚኣ ከዓ ልክዕ ከም ዓይነት ኮላሲ እታ ጋድም ሕንጻጽ ግን ብየን ትኸውን ብጸጋም ትኸውን ስለዚ በደንጽሕፍ ንቐደም ሽዑ ብጸጋማይ ጎኒ ኣብ ማእኸል ጋድም ሕንጻጽ ንገብረላ ንደገ ወገን ሽዑ በዝነበረት ብ ትኸውን መወዳእታ ፊደል ናይ እንዳ በ ኸዓ እንታይ እዩ ቦ እዩ ቦ ንክንጽሕፍ ከዓ ልክዕ እዚኣ ከዓ ተመሳሳሊት ከም በኣ ባ ጸጋማይ እግሪኣ ተቖሪፃ ቦ ኸዓ የማናይ እግራ ቋራጽ እያ ስለዚ ለክዕ ከም በያ ትመስል ግን ብክልተ እግራ ዘይኮነት መሬት ትረግጽ ብሓንቲ እግራ ረጊጻ እታ የማነይቲ እግራ ካብ ፍርቃ እንታይ እያ ቆራጽ እያ ስለዚ እንታይ ትኸውን እዚኣ ቦ ትኸውን በ ቡ ቢ ባ ቤ

ብጣዕሚ ጽቡቕ ኣነ ሰ ይበሃል ደቀይ ከዓ ሽዱሽተ እዮም ምሳይ ደሚርካ ሸውዓተ ኣስማት ደቀይ ሱ ሲ ሳ ሴ ስ ሶ እዩ ደቀይ መን መን ይበሃሉ ሱ ሲ ሳ ሴ

ንፊደል በ ምስ ደቃ ደጊምና ክንጽሕፎም ኢና ሕጂ በ ናብ ሰ ንክንቅይሮ ኣብ ላዕሊ እንታይ ንውስቐሉ ኣብ ማእኸል ኣብ ላዕሊ ትኹል ሕንጻጽ ንውስኸላ ድሕሪኡ በዝነበረት እንታይ ትኸውን ሰ ትኸውን ንቡ ናብ ሱ ንክንቅይሮ ከዓ ልክዕ ከምታ ቀዲምና ሕጂ ዝገበርናይ ኣብ ላዕሊ ትኹል ሕንጻጽ ንቢ ከዓ ኣብ ላዕሊ ትኹል ሕንጻጽ ንውስኻ ኣላ ንሳ ኸኣ ኣብ ላዕሊ ንባ ኸኣ ይቕሬታ ኣብ ላዕሊ ትኹል ሕንጻጽ ንውስኻ ኣላ ድሕሪ እባ ዝነበረ እንታይ ትኸውን ሳ ትኸውን ንቤ ኸኣ ልክዕ ከምኡ ኣብ ላዕሊ ትኹል ሕንጻጽ ንስ ግን ንስ ንምጽሓፍ ግን ንብ ብን ስን ብ እንታይ እዩ ዘለዎ ሕጂ በነሩሲ ኣብ ፀጋማይ ጎኒ ኣብ ማእኸል እንታይ ኣለዎ ጋድም ሕንፃፅ ኣለዎ ንስን ክንፅሕፍ ግን ነታ ንቕደም ነዛ ብ ናብ ብ ክንቅይራ ኢና ንቕይራ እሺ ብ ኮይና ኣላ ሕጂ ኣብ ላዕሊ ነቲአን እንታይ ክንውስኸለን ፀኒሕና ትኹል ሕንፃፅ ክንውስኸለን ፀኒሕና ነዚኣ ግን እንታይ ንውስኸላ ቀይናን ሕንጻጽ ቀይናን ሕንጻጽ ናብ ጸጋም ወገን ቁሩብ ጎቦ ዝኾነ ድሕሪኡ በዚ ነበረት እንታይ ኮይና ኣላ ሕጂ ስ ኮይና ኣላ ንሱ ኸኣ ልክዕ ነዛ ኣቦ ሶን ምጽሓፍ ኣብ ላዕሊ ከምተን ካልኦት ትኹን ሕንጻጽ ንውስኻ ኣላ ጂ በቡ ቢባ ቤቡቦ ዝነበራ እንታይ ኮይነን ኣለዋ ሕጂ ሰሱሲሳሴስሶ

ሽዱሽተ ቆልዑት ኣለውኒ ንሳቶም ከዓ ሹ ሺ ሻ ሼ ሽ ሾ ይበሃሉ መን መን ይበሃሉ ኢለኩም ሹ ሺ ሻ ሼ ሽ ሾ ምስ ስድራ ቤትኪ ስለ ዘላለኽና ኣዚና ኢና ነመስግን ፊደልሸ ካብዚ ቀጺልና ከኣ ኣስማትኩም ክንመሃሮ እንዲና ልክዕ ከም ናይ በን ሰን ተተጋጊና ምእራም ኣይትዘንግዒ ኣራይ ጸገም የብሉን ተገዲስኩም ስለ ተጽንዑና ዘለኹም ከኣ ኣዝና ኢና ሕጉሳት ሓቂ ዞም ደቀይ እወ ኣደ ልብና ሓጎስ መሊኡ ኣሎ ነዞም ዝመሃርና ዘሎ ሰባት ከዓ ኣብ ህይወቶም ኣሕጉስ ከነብሎም ኢና እወ እወ እወ እወ እወ ንስድራ ቤት ሸ ንምጽሓፍ ከኣ ኣቐዲምና ንስድራ ቤት ሰ ደጊምና ክንጽሕፎም ኢና ንስድራ ቤት ሰ ንምጽሓፍ ኣቐዲምና ንመን ጽሒፍናዮም ንስድራ ቤት በ ሓቀይ ሕጂ ኸኣ ንስድራ ቤት ሸ ንምጽሓፍ ከኣ ኣቐዲምና ንመን ክጽሕፎ ኢና ንስድራ ቤት ሰ ሰ ሱ ሲ ሳ ሴ ስ ሶ እራይ ነዚኦም ሕጂ ናብ ሸ ሹ ሺሻ ሸሽሾ ክንቅይሮም ኢና ንሰ ናብ ሸ ንክንቅይሮ ኣብ ላዕሊ ኣብ ላዕሊ ኣብ ልዕሊ እታ ኣብ ልዕሊ እታ ትኹል ሕንጻጽ እንታይ ንውስኽ ማለት እዩ ጋደም ሕንጻጽ ንውስኸላ ማእኸል ማለት እዩ ጋደም ሕንጻጽ ድሕሪኡ ስለ ዝነበረት እንታይ ትኸውን ሸ ትኸውን። ንሱ ኸኣ ናብ ሹ ንምቕያር ልክዕ ከም ኣብ ላዕሊ እንታይ ንውስኽ ኣላ ጋደም ሕንጻጽ ሺ ንምጽሓፍ ከኣ ነዛ ሲ ኣብ ላዕሊ እንታይ ንውስኽ ኣላ ጋደም ሕንጻጽ ሻ ንምጽሓፍ ከኣ ኣብ ላዕሊ እንታይ ንውስኽ ኣላ ጋደም ሕንጻጽ ሸ ንምጽሓፍ ከኣ ኣብ ላዕሊ እንታይ ንውስኽ ኣላ ጋደም ሕንጻጽ ሺ ንምጽሓፍ ከኣ ነዛ ሲ ኣብ ላዕሊ እንታይ ንውስኽ ኣላ ጋደም ሕንጻጽ። ሸው ንምጽሓፍ ከኣ ነዛ ሶ ኣብ ላዕሊ እንታይ ንውስኸላ ጋደም ሕንጻጽ በቃ ንኹለን ሰሱ ሲሳ ሴሱሶ ኣብ ላዕሊ እንድሕር ደኣ ጋደም ሕንጻጽ ወሲኽናለን እንታይ ይኾና ሸሹ ሽሻ ሸሹ ሾ ይኾና ሸ ሹ ሺ ሻ ሼ ሽ ሾ ሕራይ ክሳብ ሕጂ ፊደላት በ ሰ ከምኡ ኸኣ ሸ ምስ ስድራ ቤቶም ከመይ ከም ዝድመጹን ዝጸሓፉን ፈሊጥናዮም ኣለና ካብዚ ቐጺልና ኸኣ በዞም ፊደላት ዝጅምሩ ገለ ቃላት ክንመሃር ኢና በ በ በርበረ በ በርበረ ቡ ቡ ቡን ቡ ቡን ቢ ቢ ቢንቶ ቢንቶ ባ

ብዕራይ ቦ ቦ ቦርሳ ቦርሳ ቦ ቦርሳ ሰ ሰ ሰ ሰብኣይ ሰብኣይ ሰ ሰብኣይ

ስረ ስ ስረ ሶ ሶ ሶኬት ሶኬት ሶ ሶኬት ሸ ሸ ሸዊት ሸዊት ሸ ሸዊት

ሻምብቆ ብሸ ዝጅምሩ እውን እዚኣ እውን ካልኣይቲ ሕቶ ንኣዴናን ነቦናን እያ ሽ ሽ ሽልማት ሽልማት ሾ ሾ ብራሾ ብራሾ ሾ ብራሾ እሺ ናይ ሎማዓንቲ ትምህርቲ ኣብዚ ወዲእና ኣለና ሎማዓንቲ በን ሰን ሸን ምስ ስድራ ቤቶም ምስቶም ብጎኖም ዘለዉ ፊደላት ተማሂርናዮም ኣለና ሕጂ ንበን ንሰን ንሸን ብምሉኦም ማለት እዩ ኣብ ጥራዝና ንፅሓፎም ኢና ድሕሪ ከዓ ኣብ ተትሕቲኦም ከዓ ብኦም ዝጅምሩ ቃላት ንፅሓፈሎም ኣብ ቀፃሊ ብካልእ ትምህርቲ ክሳብ ንራኸብ ሰላም ቅነ